ብጥበቡ ንሓቂ ክእልሽ ይህቅን ነበረ። ንህውልል ፍልጠቱን ብልሒ ኣእምሮኡን ናብ ውሽጡ መሊሱ፣ ምስ ውሽጡ ኣዋጊዑ ናብ ህዝቢ የቕርቦ። ንኻልእ ዘይረኣዮ ንጹህ ጽባቐ ከዋድድ፣ ተመኩሮኡ ከካፍል ኣንጊሁ ኣንቂዱ። ብሓቂ ተዓዊቱ'ዩ። ግን ከም ተባህጉ ኣይጸገመን። ዓቢ ራእይ ነይርዎም። ንዕምቆት ስነ ጥበብ ኣበርቲዖም ካብ ዝዳህሰሱ ሓደ እዩ። ኩሉ ስርሓቱን ተወፋይነቱን ገኖ ዕለዎም። ራህዋ፣ ጸበባን ምስጢርን ኩሉ ህዝቢ ኣብ ውሻጠ ልቦም ኣትዩ ክፈልጥ ይደሊ። ናይ ኩሉ ሰብ ወግዒ ሰሚዑ ኣብ ምንታይ ሃዋህው ኣለዉ ጠሊቑ ይምርምር። ብእኡ እውን ኣይርብርብን። ቀትርን ለይትን ካብ ሕልናዊ ሓሳባት ከይዕረፈ ይሰርሕ ነበረ። ጥርዚ ጥበብ ደይቡ መሳልል ዓወት ዘርጊሕልና'ዩ። ከምቲ ናቱ ገይሩ ግን መን ይደይቦ? ካብ ኩሉ ግን ዘይረዊ ጽምኣት ሓቂ ነይርዎ። በየነ ሃይለ ምሉእ ዕድሚኡ ምልኣት ሓቂ ከናዲ ከም ዝተጓየየ እቶም ዘይበርሱ ገጸ ባህርያት መጻሕፍቱ ህያው ምስክራቱ'ዮም። ንኣብነት ኣብ መእተዊ ድኳን ተበርህ ዘሎ ጽሑፍ ከምዚ ይብል። ነዚ ኣብ መንጎይን ኣብ መንጎ ሓቅን ዝተገተረ ፍሉጥ ቅርጺ ዘይብሉ ኰይንዎ ብዕሸላዊ ድፍረት ዝዕንቅጸኒ ዘሎ መጋረዲ በሲዐ ክሰግሮ ምደለኹ። ንሓንሳብ እታ ኣብ ውሽጢ ባዕቲ ተሓቢኣ ዘላ ሓቂ ምሉእ ዕጥቂ ኣካላታ ዘይኰነስ ክፋላት ጽባቐኣ እናሻዕ በብቝሩብ እናተቐልዐት ተተሃራርፈኒ ኣላ። ኣየ ክንደይ ብምሉኣ ክጥምታ ምደለኹ፣ ክንደይ ክሓቝፋ ምፈቐድኩ፣ ክንደይ ናተይ ክብላ ምደለኹ። ምኽንያቱ ከምዚ ውርግርግ ዝብለኒ ዘሎ ሕልማዊ ኣረኣእያ ዘይኮነስ፣ ብንጹር ምስ ሓቂ ገጽ ንገጽ እንተ ዝገጥምሲ፣ እቲ ናይዚ ዘመን እዚ ዝዓበየ መጽሓፍ ምደረስኩ። እቲ ኣመናናዒ ባህ ዝብለኒ ጽሑፋት በየነ ሃይለ፣ ነቲ ዓቕበ ሰማይ ዝኾነ ሕቶታት ህይወት፣ ኣብ ክንዲ ከም ተራ ሰብ በቲ ኣሉታዊ ጎንታቱ ንዕዘቦም፣ ብርሃን ሓቂ ተጎዝጒዝና ብቕዱስ ራእይ ከም እንዕዘቦ'ዩ ዘስተምህር። ብፍላይ እቶም ዝሃነጹም ገጸ ባህርያት ዘቕርብዎ ሓሳባትን ዝካትዕዎ ዛዕባታትን ካብ ንእሽተይ መንብሮ ህይወት ኣትሒዞም ናብ ዓቢይቲ ፍልስፍናታት ህይወት እዮም ዝስጉሙ። ኣፍቃሪ መንእሰይ ዝነበረ በይን ሃይለ፣ መንእሰያት ሃገርና ምግራም ከየጥፍኡ፣ ዘይበጽሕዎም ኣያታትን ሳንዳታትን ከየምልኹ ብዙሕ መኺሩ። ምግራም ሱር ስልጣነ ምዃኑ ዝተገንዘበ በየነ፣ ኣብ መጽሓፍ ትጽቢት ባህጉም ምግራም ምንጪ ስልጣነይ ድሕሪ ወግዒ ዝመጸ ክስተት ይኹን ተኣሊኹ ዝጸንሐ ጉድ ገና ኣየረጋገጽኩን። ሕማም ዘይምግራም ብቕልጡፍ ይላባዕ ከም ዘሎ ግን ግሉጽ ኮይኑ፣ ወዲ ሰብ ምግራም እንድሕር ኣጥፊኡስ ኣኺልዎ'ዩ ዝብል። ካን ኣኺልዎ መቓብር ጥራዩ ዝጽበዮም ጸሎትና ማይ ኣውርደልና ከብድና መልኣልና ዘይኮነስ ክእለት ምግራም ሃበናዩ ክኸውን ዘለዎም ምኽንያቱ ምግራም እንተዘይህልዩ ነቲ ረቂቕን ውሕሉልን ሕቶታት ህይወት መደረጋሕ ምላሽ ኣየሾ ክጸቕጦዩ ስነ ጥበብ እንድሕር ዘይነጊሱ ኣደዳ ቀለም ቀመሳት ክንከውን ኢና ብምባል ናብ ድሕሪት ከይንምለስ ወይ ኣብቲ ዘለናዮ ረሞቕ ከይንብል ጥሜት ኣእምሮ ከየጥቅዓና በቲ ኣብ ወግዒ ልቢ ዝህበና መእተዊ ርግጽ ንሓሳብ ኣብ ጉዕዞኹም ምስ ዘትክዙ ዝኽርታት ሰላም ይብልኹም ይኾኑ ናይ መንፈስ ኣውሊ ከጥቅዓኩም ይኽእል እዩ ራህዲ ዝበዝሖ ዘረባ ክሸቑርረኩም ይኽእል እዩ ናብ ዓዘቕቲ ቕብጸት ክሸሞኩም ክፈትን እዩ ኣይትጓህዩ ኣመል ውሒዝን ህይወትን ከምኡ እዩ ምሕላፍ ይፈትዉ፣ ምጉያይ፣ ምልውዋጥ፣ ምምዕባል፣ ግን ከኣ እቲ ምሕላፍ ምህላው እዩ። እቲ ዝቃጸል'ዩ እቲ ዘብርህ። ዝሓለፈ ተመሊሱ'ዩ ዝመጽእ። ሞት ዝመስለና ህይወት'ዩ። ዘየቋርጽ ስጉምቲ ምሕዳሽ'ዩ ናብራ ኢሉ ሓደ መስተውዓሊ ንባህሪ ሓዊ ግጠምዎ። ይባራዕ፣ የባርዕ፣ ግን ከም ሓዊ ይቕጽል። ባልባል ባዕባዕ እናበለ የብርህ። የምውቕ፣ የተብዕ፣ የሕይልን የንብርን ብምባል ከኣ ወትሩ ብሓድሽ መንፈስ ከም እንበራበር ሃኒጽና። ናይ ኩላትና ተምኔት ደቂ'ዛ ሃገር ኣብ ሓደ ክሰምር ከኣ ከምዚ ኢሉና፣ ኣንታ ውሕጅ ባህጊ ሩባ ናፍቖት፣ ናይ ድሌት ስንጭሮ ጎደና ሓርነት፣ ሓቂ'ዩ ዝመስል ኩሉ ባህጊ ኣለዎ፣ ኩሉ ናፍቖት፣ ኩሉ ድሌት ናይ ኩሉኹም ትምኒት ኣወሃህድዎ። ተዋሂዱ ይጎዓዝ። ኣብቲ ጎደና ከይተዛረብኩም ተሰማምዑ። ኩሉኹም ኣካል ሩባ ባህጊ ኢኹም። ኢሉ ሕንኳኽ ናብራ ኩራሕራሐው ስለ ዝበዝሕ ዓብይ ክንሓስብ ራእይ ባሕሪ ጠምተ ጎቦታት ደጉሐ ብርሃን ሓይሊ ተስፋ ግርማ ህይወት ንስሚዒትና ክመርሕ ብሓድነት ጠሚሩ ተላብዩናዩ። ተስፋ ከይንቆርፅ ከኣ ተስፋ ምቑራጽ መለለዪ ድንቁርና እምበር መልክዕ ልቦና ከም ዘይኮነ ብዓውታ መስኪርልና እዩ። ፈጠራዊ ጽሑፋት በየነ ሃይለ ናብ ሓዳሽ ዓለም እዮም ዝወስዱ። ነቲ ዝነበረካ ዝኣረገ ዕፋፈት ሓሳባት ደርብዮም ከኣ ብዘብረቕርቕ ኣወንታውያን ሓሳባት እዮም ዘማሙቑኻ። እዚ ክብል ከለኹ ግን ሕሉፍና ደምሲስና ከም ዘይከውን ብምግንዛብ እዩ። ከመይሲ፣ በየነ ብዛዕባ ሕሉፍ ኪገልጽ እንከሎ፣ ተዝካር ዝሕንኹም ሰባት ሓበንም ኪገልጹ ኣይክእሉን እዮም። ሕጂ ወይ መጻኢ ብዘይ ሕሉፍ ኣይምቅርን እዩ ስለ ዘብለና። በየነ መምህር፣ ደራሲ፣ ቀባኢ ጥራይ እውን ኣይነበረን። ዝጸሓፎም ግጥምታት ሰፍ ዘይብል ጣዕመ ቃላት ኣዋዲዶም ብስሙር ሓሳባት ጃሕጃሕ ዝብሉ እዮም ዝነበሩ። ኣብ ወግዒ ልቢ ዘላ ግጥሙ ምስ እነስተማቕራ፣ ምህላው እንታይ ይዓብስ ብዘይ ምዃን ምንባር ዘይምንባርዶ ምዃን ዘይምዃን ብዘይ ወጥሩ ምንባር ከም ዘይተቐንወ ክራር ኩራሕራሕ እዩ የብሉን ቃናም ብዘይ ጉታ ራእይ ምኻድ ብዘይ ድፍኢት ሕልሚ ምስዳድ ጸልማት እዩ ኮቶ ዘይጋሃድ ሞት እዩ ሓቂ ዘይከሓድ ብብቱን ስምዒት ብብቱኽ ሓሳባት ይቐንዕዶ ዓይኒ ክሓፍስ መኽሰባት ከጥሪ ዶ ክብል ፍልጠት ምስ በልሓት ብቦቶም ክቐርቡ ናብ ሚዛን ሓድነት ኣንጻር ዝመስልዎ ሓደ ዝኾኑ ሰላምን ውግእን ክዋገኑ ተደሚሮም ሩፍታ ክውንኑ ወጥሪ ፈሪሕካ ደኣ ናበይ ወጠጥ ፈሪሕኻ ደኣ ናበይ ስሕበት ፈሪሕኻ ደኣ ናበይ ኣየናይ ሓይሊ ክጎትት ሞት ዝብል ዶ ሂወት ሞት ዝብል ዶ ዓወት ክራር ዋጣ ድሕሪ ዘይተወጢሩ ኣየበስርን ቃና ድሕሪ ዘይተገቲሩ ድሕሪ ዘይጠቢቑ ብፎኪስ ተኣሲሩ ድምጺ ይብሉን ክራር እሞት'ዩ ሓዳሩ ሰብ ውን ይመጠጥ ብምህዞ ይወጠር ብራኢ ይኹን ብባህጊ ክሳብ ዝኽረር ይወጠጥ ብጥሜት ሓቂ ብድሌት ጽባቐም ብፍትሒ ይተኣበድ ንሓቂ እንዳተጣበቐም እዚ ጎደና ዘይጠፍእ ሓዊ ሂወት የቃጽል ይቃጸል ብዘይ ፍርሒ ሞት ነቲ ስጉምቲ ናይ ምዃን ዝመርሕ፣ ኣለኩ ልኡል፣ ዝመክር ዝገንሕ። በየነ ባዕሉ ከም ዝብሎ መጻሕፍተይ ንስምዒታተይን ሓሳባተይን፣ ትምኒታተይን ሕልምታተይን ብስነ ጥበባዊ ሓቂ ንምቅላዕ ኢለ ዝፈጠርኩወን ባህግታት'የን። ምስቶም ፈጥራዊ ጽሑፋት ዝደረሱ'የ ክቀራረብ ዝጽዕር። ነቲ ዝጥቀመሉ ብልሓት ኣጸሓሕፋ ክቕይሩ ባህገይ። ሓድሽ ኣነጋግራ ዛንታ ንኽምዝዩ ንቕሎይ። ዘይተሰምዐ ንኽስምዕዩ ድላየይ። እቲ ዝረኣየኒ ዘሎ ራእይ ከርእዩ ጻዕረይ። ጎቦታት ኤርትራ ምስ ካልኦት ጎቦታት ዓለም ክዋግዑ እንከለዉ እዝነይ ክጸልዎየ ዝቕረብ። ወግዕ ጽሑፋት ብበየነ ሃይለ ብቐሊልን ብሓጺርን ዝትንተን ኣይኮነን። ኣብዚ ብምኽንያት ዝኽሪ ዕረፍቱ ከሐድሶ ዝደለኹ ዝኽሪ እንተደኣ ሃልዩ፣ ከምቲ ሃገር፣ መንእሰይ፣ ሓቂ፣ ጽሩይ ጽባቐ፣ ፈጠራ፣ ፍቕሪ፣ ባህግን ትምኒትን ኣድሚቕልና ዝሓለፈ፣ ንሕና እዞም መንእሰያት ነቲ ዓመታት ብዝወሰደ ጻዕርታት ዝተጻሕፈ ምጻሕፍቱ ኣንቢብና ከምቲ ትምኒቱ መሃዝቲ፣ ተመራመርቲ ፈላስፋታትን ክንከውን ኢሎ በዋይ። ኣብ መወዳእታ ብናይቲ በየነ ኣብ ዕድመ ንእስነቱ ዝሃነጾ ገጸ ባህሪ መዝገበ ዝተጻሕፈ ጽሑፍ ስም ቀይረ ክዛዝሞ ምደለኹ። በየነ ካባና ተፈልዩ ቢልና ክንሓስብ ኣይግበኣናን ኢዩ። ስለምንታይ በየነ ንዓና ቢሉ ኣይተፈጥረን? ንሓደ ንእሽቶ ስድራና ወይ ነዛ ንእሽቶ ዓድና ወይ ከኣ ንኣፍሪቃ ጥራይ ኣይተፈጥረን። በየነ ንሙሉእ ዓለም ኢዩ እተስርሑ። እቲ ዘፍረዮ ነገር ዘርእን ዓሌትን ሃብትን ድኽነትን ዓድን ሃገራትን ዝፈላሊ ዘዳሉ ኣይኮነን። በየነ ከኣ ወድኽ ጥራይ ኣይኮነን ስድራቤቱ ከም ናይ ማንም ሰብ ጸቢብ ኣይኮነን ብጣዕሚ ሰፍሕ እዩ ከመይ ማለት ዓለም ብምልእታ ናይ በየነ ገዛ እያ ንጃፓናውያን ወዲ ሓወቦኦም ንሩስያውያን ወዲ ሓትንኦም ንኣሜሪካውያን ወዲ ኣኮኦም ወዘተ እዩ